ቅንዕ ኢለ ዝጥምታ ዝነበርኩ መታዕቢተይ ብመልክዕን ስነ ስርዓታን ኣዝያ ጽብቕትን ገለ ዘይወጽኣን ነበረት። ምስኣ ድማ ትምህርቲ ክንፍደስ ከለና ብሓንሳብ ንምለስ። ከምኡ እንዳበልና ብዙሕ ግዜ ድሕሪ ምጽናሕና ዘይተሓስበ ፍቕራዊ ህይወት ንጅምር። እዚ ናይ ፍቕሪ ስምዒት ከም ከቢድ ሕማም ኣብ ውሽጠይ ሰሪጹ ንብዙሕ ዓመታት ተሰኪመዮ ክኸይድ'የ ወሲነ። ስድራኣ ብገንዘብ ኣዝዮም ይሽገሩ ብምንባሮም ኣብ ቤት ትምህርቲ ክትመጽእ ከላ በሊዓ'ዶ ትኸውን? ይኸፍኣ'ዶ ይህሉ ኢለ ይሻቐለላ ነበርኩ። ከምዚ ኢለ ክሻቐለላ ዝጀመርኩሉ ምኽንያት ከኣ ኩሉ ሳዕ ኣብ ዝተራኸብናሉ ግዜ ተዕለን ስለ ዝነበረት ኢዩ። ኣብ ወጻኢ ዝሕግዞም ኣካል ኣይነበሮምን። በቲ ወለዳ ካብትን ካብትን ኢሎም ዝረኽብወን ንሓሙሽተ ኣሕዋታ ከም ዝመሓደሩ ግን ከኣ ሕጉሳት ከም ዝኾኑ ትነግረኒ። ኣነ ከኣ ብኣንጻሩ ብዙሓት ሓወልቲ ገንዘብ ዘለዎ ብናብራ ዘይሽገር ካብቶም ሓንቲ ዘይሰኣኖም ወለዲ ኢየ ተወሊደ። ብድኽነት ዋላ ይመላእ እምበር እቲ ኣብ መንጎ ስድርኦም ዝነበረ ፍቕሪ የቕንኣኒ ኢዩ ነይሩ። እቲ ምንታይ ኣነ ሕሳስ ልደ ናይ ገዛና ኮይነ ኩሎም የሕዋተይ ንስደት ቀልጢፎም ስለ ዝወጹ ኣብ ገዛና ንበይነይ ንምኳነይ የጽልኣኒ እዩ ኔሩ ካብዚ ዝተላዕለ ከኣ ገዝኦም እንዳተመላለስኩ ጽምዋይ ከራግፎ ምስ ኣሕዋታ ክጻወትን ክስሕቅን ከም ኣፍቃሪኣ ዘይኮነስ ኣካል ናይቲ ስድራቤት ኮይነ ቀጸልኩ ወዲ ዓሰርተ ሸሞንተ ዓመት ምስ ኮንኩ የሕዋተይ ናብቲ ዘለዎ ሃገር ክወስዱኒ ስለ ዝደለዩ ንኢትዮጵያ ክወጽእ ፕሮሰስ ክጅምሩለይ ከም ዝደለዩ ሓሳቦም ነገሩኒ ብሓሳቦም እኳ ደስ ኢልኒ ተተሰማማዕኩ ካብ ኣፍቃሪተይ ክፍለ ግን ሓሲበዮ ስለ ዘይፈልጥ ከበደኒ። በዚ ዝተላዕለ ኣብ መንጎ የሕዋተይን ኣብ መንጎኣን ተቐርቂረ እንታይ ከም ዝውስን ነዊሕ ግዜ ሓለፈ ድሕሪ ነዊሕ ጻኒሒት ከምዚ ዝብል ሓሳብ ኣብ ርእሰይ መጸለይ። ምሳይ ዝነዊሕ ጉዕዞ ክትጓዓዝ ካባይ ንኸይትፍለ ኩሉ ዝኽፈል ዋጋ ክኸፍል ወሰንኩ። እቲ ዝሓሰብኩዎ ሓሳብ ከኣ ንኣፍቃሪተይ ኣካፈልኩዋ። ንሳ ድማ ምሳይ ዝነበራ ርክብ ንስድራኣ ክትነግሮም ብምውሳን ኣብ መንጎና ዝነበረ ነገር ከተረድኦም ኣብ ዝጀመረትሉ ግዜ ፈጺሞም ንሓሳባ ከምዘይቅበልዎ፣ ሓደ ካብ ኤሮጳ ብብዝሒ ናብ ኤርትራ ዝመላለስ ወድ ገዛውቶም ጠሚትዋ ከም ዘሎ ስድርኡ ንዕኡ መጺኦም ብወግዒ ክሓትዎም ይጽበዩ ከም ዘለዉ ዝተወደኣ ጉዳይ ምዃኑ ነገርዋ። በዚ ነገር እዚ ኣዝያ ዝሓዘነት ኣፍቃሪተይ ኣነ ከኣ ሓሳብ ናይ ስድርኣ ካባይ ክፈልይዋ ከም ዝኾኑ ምስ ፈለጥኩ ነቲ ኣቐዲመ ወሲነዮ ዝጸናሕኩ ውሳኔ መራጎዲ ኮነኒ። ካባይ ክትፍለ ዘይትደሊ እንተ ኮይና ምሳይ ስግረዶብ ክትወጽእ ብተደጋጋሚ ፍቓዳ ሓተትኩ። እዚ ነገር ዋላ እኳ እንተ ጨነቓ፣ ልዕሊ ዓቕማ እንተ ኾነ ውሳኔኣ ግን ምሳይ ክትብገስ እዩ ነይሩ። ሃንደበት መጺኣ ከኣ ውሳኔኣ ነገረትኒ እሞ ነቶም ኣሕዋተይ ዘራኽቡኒ ኣስገርቲ ደዊለ ብምርካብ ናብቲ ዝቖጸሩኒ ቦታ ምሳይ ሒዘያ ከድኩ። ንዓኣ'ኸ ዝኸፍለላ ኣሎ ድዩ? ኢሎም ሓተቱኒ። ጸገም የብሉን። ስድራይ ብዙሓት ስለ ዝኾኑ ናይ ክልቴና ክኸፍሉ እዮም። ኣፍቃሪተይ ስለ ዝኾነት ካባይ ክትፍለ ስለ ዘይደልያ ኢለ እየ ሒዘያ ዝወጽእ ዘለኹ። ስለዚ ኣብኡ ምስ በጻሕና እቲ ሕሳብ ናይ ክልቴና ጌርኩም ትነግርዎም። ብምባል ክተሓባበሩኒ ሓተትክዎም። ቁሩብ ድሕሪ ምሕሳብ ከኣ ብሓሳበይ ከም ዝተሰማምዑ ነገርኒ እሞ ብኸምዚ መንገዲ ጉዕዞና ጀመርና። ናብ ኣብ ትግራይ ትርከብ ሽረ ትበሃል ዓዲ በጻሕና እሞ ከም ስምምዕና ንስድራይ ናይ ክልቴና ሕሳብ ከም ናይ ሓደ ጌሮም ነገርዎም። ዋላ እኳ እቲ ሰልዲ ብዙሕ እንተነበረ ንኽወጽእ ባዕሎም ዘንቀድዎ ሓሳብ ስለ ዝነበረ ባዕሎም ብምትሕግጋዝ ከፈልዎ። ኣብዚ ግዜ እዚ ብዝገበርክዎ ነገር ሕጉስ እየ ነይረ። ዝመጻእክዎ መንገዲ ንሳ ምሳይ ስለ ዝነበረት ድኻም ኣይተሰማዓንን። ኣብ ሽረ ቅሩብ መዓልትታት ድሕሪ ምጽናሕ፣ ምስ ኣሕዋተይ ሞባይል እናተዘራረብኩ መደባቶም እንታይ ከም ዝኾነ ኣርጊጸ ምስ ፈለጥኩ፣ ብወገነይ እንታይ ክገብር ከም ዘለኒ ምስ ኩነታት ናይ ኣፍቃሪተይ ብምትሕሓዝ ዝውስኖ እንታይ ከኸውን ከም ዘለዎ ኣተሓሳሰበኒ። እቲ ምንታይ፣ መደብ ናይ ስድራይ ወረቐት ክሳዕ ዝሕዝ ክጸንሕ እሞ ፕሮሰስ ክገብሩለይ'ዩ ነይሩ። ንዓይን ነፍቃሪተይን ግን ዘይጥዕም ሓሳብ ስለ ዝነበረ፣ ናተይ መንገዲ ክጥቀም ተገዲደ። ብኸምዚ ከኣ። ንሊብያ ክምገስ እሞ ከም ናይ ዝሓለፈ እንዳገበርኩ ክሳዕ መወዳእታ ምሳይ ሒዘያ ክኸይድ ወሰንኩ። ነቲ ቅድሚ ሕጂ ካብ ኤርትራ ክንወጽእ ከለና ዝተኸታተለና ኣስጋሪ ብምድዋል ከኣ ንሊብያ ክኸይድ ከም ዝደሊ ብዛዕብኡ ኣፍልጦ እንተ ሃልይዎ ሓተትክዎ። ንሱ ከኣ ኣነ ባዕለይ ኣብ ቀረባ እዋን ክብገስ እየ። ሕጂኸ በይንኻ ዲኻ ክትብገስ ዋላስ ምስ ካልኣይትኻ ኢኻ? እቲ ኣከፋፍላኸ ከመይ ኢና ክንገብር? ኢሉ ሕቶታቱ ኣውሓዘለይ። በዚ ሕቶታት ኣዝይ እንተተረበሽኩ እንዳ ፈራህኩ ደሓን ከምቲ ናይ ዝሓለፈ ጌርና ክንከይድ ኢና ናይ ክልተ ሰብ ከም ናይ ሓደ ጌርኩም ትነግርዎም በልክዎ። እቲ ኣስጋሪ ከኣ ሕጂ ስድራኻ ናይ ክልቴኦም ዝኸፍሉ እኮ ኮይኑ ኣይስመዓንን ምኽንያቱ ናይ ክልተ ሰብ ዋጋ ናይ ሓደ ኢልና ክንነግሮም ከለና ኣዝዩ ብዙሕ እዩ ክኣምኑና ዝኽእሉ ኣይመስለንን። እንዳበለ ተዛረበኒ። ኣነ ግን ወላሓንቲ ጸገም ከምዘይብሉን ንዕኡ ዝጎድእ ከምዘይገብር ብምንጋር ዝብገሰሉ መዓልቲ ተሰማሚዕና ተፈላለና። መዓልቱ ኣኺሉ ድማ ካብ ሽረ ናብ መተማ ተበገስና። መተማ ገዳርፍ እንዳበልና ከኣ ካርቱም ኣተና። እዚ ኩሉ ክንጓዓዝ ሰላም ተጻባኢ ዘይብሉ መንገዲ ኢና ተጓዒዝና። ኣብ ካርቱም ቁሩብ መዓልታት ብምዕራፍ ከኣ፣ ናይ ሊብያ መንገድና ከምቲ ዝሓሰብናዮ ቀሊል ኣይነበረን። ብፍላይ ከኣ ናይ ሳህራ መንገዲ ኣዝዩ ጽንኩርን ንህይወትና ዝፈታትን መገዲ ኣጻምእ፣ ብጽምኢን ብጥሜትን ብሓዊ ኮታ ብኹሉ ተፈቲንና ብምሕላፍ ናብ በረኻታት ሊብያ ኣተና። በቲ ዝነበረና ድኻም ኣበየናይ ቦታን ከባቢን ከም ዘለና ብልክዕ ኣይንፈልጥን። ህይወትና ብምልእታ ኣብ ኢድ ኣስገርቲ ተታሒዛ፣ ዝበሉና ንገብር፣ ፈጸምቲ ትእዛዞም ኮይንና ተረፍና። ብኸምዚ ከኣ ኣብ ቅድሜና ዝነበረት ድሙቕ መብራህትታት ዘለዎ ከተማ ኣርኣዩና እሞ። እዛ ኣብ ቅድሜኹም ዘላ ከተማ ሊብያ እያ። ዝሓለፈ መንገድና ብሰላም መጺእና ኢና። ዝተረፈ መንገድኹም ብደሓን ክትኣትዉ እንተ ደሊኹም፣ ሕጂ ብቕልጡፍ ዝኽፈል ክፈሉ። ከፊልኩም ክሳዕ ትውድኡ ኣብዚ ምሳና ክትጸንሑ ኢኹም። ብምባል ብቛንቋና ክዛረበና ጀመረ። ኣብታ ገዛ ከኣ ብውሕዱ ዓሰርተ ሸሞንተ ሰባት ነበርና። በብተራ እንዳተመላለሱ ከኣ ናብ መን ክንድውል ከም እንደሊ ቁጽሪ ሞባይል ይሓቱና ነበሩ። ብኸምዚ ከኣ ከም ስምምዕና ስድራይ ተደዊልሎም ናብ ሊብያ ከም ዝኣተኹ ዝኽፈል ክኸፍሉለይ ተነግሮም። ካብ ትጽቢቶም ወጻኢ ዝኾነ ነገር ስለ ዘጋጠመ ሰንቢዶም ብተደጋጋሚ ከድውሉለይ ጀመሩ። በብተራ እንዳደወሉ ከኣ ንምንታይ? ንምንታይ ከምኡ ጌርካ? ኣይትማኸርን ዲኻ? ንዓኻ ከነውጽኣሉ ንኽእል ካልእ ኣማራጺ ኣይነበረን? ደሓይሽና ኮን ደሊልካ ኔርና። ንምንታይ ከ ዓቕሊ ዘይገበርካ? እንዳበሉ ሕቶ ኣብ ርእሲ ሕቶ ክድርድሩለይ፣ ከም ሓደ ዘይሰምዕ ዝሕሾ ዘይፈልጥ ሰብ ጌሮም ከዋርድኒ ጀመሩ። ንዓይ ብቑዕ ዝሰኮነ ምኽንያት ውሽጠይ ዝኣምነሉ እኳ እንተ ነበረኒ፣ ንዕኦም ግን ስቕ ኢለ ክሰምዖም እየ ወሲነ። እንዳተዛረብና ከለና ከኣ እቲ ዝተዋህበኒ ውሱን ደቂቕ ኣኺሉ ሞባይል ካብ እዝነይ ብምምንጣል። ትኸፍልሉ ተኾይንኩም ክፈልሉ እንተዘይኮይኑ ሂወቱ ኣብ ሓደጋ እዩ ዘሎ ብምባል ነታ ሞባይል ዓጸውዋ። መዓልታት ሓሊፉ እቶም ዝኸፈሉ እንዳኸፈሉ ይወጹ ነበሩ። ኣብዚ ግዜ እዚ ኣፍቃሪተይ ውሽጣ ይፈርህ ከም ዘሎ እቲ ዘሎ ኩነታት የሻቕላ ከም ዝኾነ ንብዓት ሓዊሳ ክትዛረበኒ ጀመረት። እቲ ኩሉ ዝተጓዓዝናዮ መንገዲ። ልዕለይ ብዘይ ድኻም ተጓዒዛ ተስፋ ጸግዒ ኮይናትኒ ሓሊፍናዮ። ኣነ ከኣ ካብቲ ተኸዚንናሉ ዝነበረ ቦታ ክንወጽእ ምዃንና ሞት እንተ ኾነ ውን ከም ዘይገድፋ ብዙሕ ቃል ክኣትወላ ከጸናንዓን ጀመርኩ። ስድራይ ከኣ ብተደጋጋሚ እንዳ ደወሉ እቲ ተሓቲቶሞ ዘለዉ ገንዘብ ቀሊል ከም ዘይኮነ ቁሩብ ክቕንሰሎም ምስቲ ኣስጋሪ ብተደጋጋሚ ክዘራረቡ ጀመሩ። እዚ ሰሚዑ ናባይ ብምምጻእ ስማዕ ስድራኻ ሰልደቀ ንሰናይ ይብሉ ኣለዉ ናትካ ጥራሕ ዶ ክነግሮ ካብዚ ንላዕሊ ኣነ ክጻወረካ ኣይክእልንየ። እንዳ በለ ከፈራራኒ ጀመረ ዋላ እኳ ንስድራይ ዘሰከምክዎም ዕዳ ብዙሕ እንተ ነበረ ጾሩ ውን እንተ ተረደኣኒ ነታ ብእምነት ንዓይ ሪኣ ካብ ኤርትራ ዝተበገሰት ኣፍቃሪተይ ክኽሕድ ግን መፍትሒ ኣይነበረን። ኣነ ኣብ ከምዚ ኩነታት ኮይነ ከለኹ ስድራይ ምድዋሎም ኣይቋረጹን። እቲ ተባሂሉ ዘሎ ገንዘብ ተራእዩን ተሰሚዑን ዘይፈልጥ ምዃኑ፣ ንዓይ ከመይ ገይሮም ክንድኡ ዝኣክል ገንዘብ ክሓቱኒ ከም ዝኸኣሉ ብዘይ ዕረፍቲ ምሕታቶም ቀጸሉ። ኣነ ግን ምሳይ ጓል ከም ዘላ እንተ ነጊረዮም ንዓይ ኣውጺኦም ንዓኣ ክገድፉዋ ከም ዝኽእሉ ስለ ዝገመትኩ ኣነ ወጺኤ ብድሕረይ ዘጋጥማ ህይወት ኣተሓሳሲቡኒ ስቕ በልኩ። ሕጂ እምበኣር ገንዘብ እንተ ዘይኮይኑ እምነት ዘየግድሶ ኣስጋሪ ንስድራይ በይነይ ከም ዘይኮንኩን ካልኤተይ ከም ዘላትንን ናይ ክልቴና ከኣ ባዕሎም ክኸፍልዎ ከም ዝጽበን ኣብ ዘይሓሰብክዎ ግዜ ድሕድሕ ኣቢሉ ነገሮም። ብኸምዚ ከኣ ስድራይ ክሳዕ ሕጂ ዝመጻእክዎ ውን በይነይ ከም ዘይነበርኩ ቅድሚ ሕጂ ዝኸፈሉለይ ውን ከም ዘታለልክዎም ፈለጡ። ሓሳበይ ከምቲ ዝደለኽዎ ክኸደለይ ስለ ዘይከኣለ ብልበይ ነቲ ኣስጋሪ እንዳ ረገምኩ ናብ ስድራይ ደወልኩ በጃኹም በጃኹም ስለ ዘፍቅራ'የ እዚ ኹሉ መንገዲ ምሳይ ሒዘያ ዝመጽኤ ንዓይ ኣሚና'ያ ኣብዚ በጺሓ ዘላ። ዋላ ሓደ ክሕግዛ ዝኽእል ቤተሰብ የብላን ኣብቲ ዝብጻሕ ምስ በጻሕኹ ገንዘብኩም ክመልሰልኩም እየ ሕጂ ግን በጃኹም በጃኹም ኣይትፍለዩና እንዳበልኩ ብብዙሕ ንብዓት ለመንክዎም ተኾነ ግን ኩሉ ተግባራተይ ኣርሚምዎም እዚ እኮ ባዕልኻ ዝገበርካዮ እዩ ቁሩብ ኣይትሓስብን ዲኻ ብዘይ ፍቓድና ወጺኻ ከይኣክልሲ ዘይ ዒላና ክተሰክመና እንዳበሉ ተተበራርዮም ተቋየቁኒ በዚ ድማ ዝኾነ ይኹን ናተይ ክኸፍሉለይ ከም ዝኽእሉ ናታ ግን ልዕሊ ዓቕሞም ከም ዝኾነ ብምንካር ተሌፎኖም ዓጸዉ ኣፍቃሪተይ ድማ ነዚ ሰሚዓ ንዓኻ ዝኽፍሉልካ እንተኾይኖም የውጹኻ ካብዛ ዘለኻዮ ኣይከፍእን እዩ ረኣዮ እንዶ ኩሉ ኣካላትካ ቁስሊ መሊኡ ስለዚ ንዓ ንስኻ ውጻእ ደሓር ንዓይ ንስኻ ተውጽኣኒ ብምባል ጨካን ውሳኔ ወሰነት። ድሕሪ ክንደይ ክርክር ከኣ፣ ዋላ እኳ ብዝበለትኒ ተዘይተሰማማዕኩ፣ ንሓሳባ ክቕበሎ ግዲ ኮነኒ። ናብ ስድራይ ባዕለይ ብምድዋል ከኣ ከምቲ ዝበልዎ ክገብሩ፣ ቀልጢፎም ንዓይ ከውጹኒ ኣብቲ ዘለኹዎ ቦታ ጽቡቕ ከምዘይየለኹ ነገርኩዎም። ብዝወሰንኩዎ ውሳኔ ዕረ እንዳጠዓመኒ ካብኣ ምፍላየይ ጥራሕ ዘይኮነስ ብድሕረይ ትነብሮ ናብራ ሕጂ ውን ከጨንቐኒ ጀመረ። ናይ ልበይ ጓሃኹ። ብድሕሪኡ ምስኣ ዘሕለፍኩዎ መዓልታት ናይ ንብዓትን ሓዘንን ዕዳይ ተኸፊሉ ዝወጸሉ ሰዓታት ኣኸለ። ሃንደበት ናይቲ ዝነበርናዮ ገዛ ማዕጽኡ ብምኽፋት ከኣ ሽመይ ጸዊዖም። ተኸፊልልካ ኣሎ ተበገስ! በሉኒ። ኣብ ቅድሚ ዓይነይ ካባይ ክትፍለ ካብ ሕቑፈይ መንዚዖም ከትርፍዋ ምስ ረኣኹ ንሓዘነይ ዝኸውን መግለጺ ቃላት ኣይረኸብኩን። ናይ ስንባደ ድዩ ወላስ ናይ ድንጋጽ ዘይርድኣኒ ኣዒንተይ ፈዚዙ ዝኸዶ መንገዲ ዘይፈልጥ ናብ ማእከል ሊብያ ኣተኹ። ኣብ ሊብያ ካብኣ ተፈልየ እሞ ብድሕረይ ገዲፈያ ብምምጸይ ቀትሪ ኮነ ለይቲ ዕረፍቲ ኣይረኸብኩን። ንምንታይ ንምንታይ ካብ ማሙቕ ገዛ ኣውጺኤያ እዚ ኩሉ መንገዲ ኣምጺኤ ኣብ በረኻ ደርብየያ እንታይ ዓይነት ሰብ እየ ኣነ ወረ ግን እንታይ ዓይነት ሰብ እየ እንዳበልኩ እዚ እውን ክመጽእ ኢለ ከይሓሰብኩ ዝተጓዓዝክዎ ጉዕዞ ብልቢ ይጣዓሰኒ። ከምዚ እንዳበልኩ በቲ ናፍቖት በቲ ሻቕሎት ተደራረበኒ። ኣብ ሊብያ መዓልታተይ ክቖጽር ጀመርኩ። ሕጂ እውን ከም ቀደመይ ምስ ስድራይ እንዳተዳዋወልኩ እንተኾነ ንዓኣ ናብዚ ኣነ ዘለኽዎ ከምጽዋ እንተዘይኮይኑ ክኣ ንዓይ ካብቲ ዘለኽዎ ዓዲ ናይ ባሕሪ ከፊሎም ከውጹኒ ክነግሮም ይጅምር። ህይወተይን ጥዕናይን ጽቡቕ ስለ ዘይነበርኩ ብኹነታተይ ስለ ዝሰግኡ ስድራይ ቀልጢፎም ክኸፍሉለይ እዮም ተገዲዶም። እዚ ንሞት ክኾነኒ ወይ ንህይወት ዘይፈለጥኩ ናይ ባሕሪ ጉዕዞ ንሳ ዘእተወትኒ ቃል ኪዳን እንዳሰከድኩ ዝኣተውክዎ ቃል ንኸይዓጽፍ ደጋጊመ ምስ ነብሰይ እንዳመሓልኩ ናይ ባሕሪ ጉዕጾይ ፈለምኩ። እቲ ጉዕዞ ቀሊል እኳ እንተዘይነበረ፣ እንተስ ዕድለኛ ኮይነ፣ እንተስ ምሕረት ኣምላኽ በዚሑለይ፣ ናብ ጣልያን ብሰላም ኣተኹ። ኣብቲ ካምፕ ንንውሕ ዝበለ ግዜ ድሕሪ ምጽናሕ ናብ ጀርመን ሃደምኩ። ኣብኡ ድማ ናይ ቋንቋ ትምህርቲ ክመሃር ከም ዘለኒ፣ ንዝተወሰነ ግዜ ብዘይ ስራሕ ኮፍ ክብል እየ ተገዲደ። ኩሉ ከምቲ ዝሓሰብኩዎ ኣይኮነለይን፣ ኣብ ምእታወይን ምውጸኤይን፣ ኣብ ትምህርተይን፣ ኮታስ ኣብ ኩሉ ናብራይ ኣብ ዒንተይ ወትሩ ስእልቲ እያ ነይራ ሕጂ ውን እንተ ኮነ ዝኸፈልኩ ዋጋ ከፊለ ካብቲ መዓት ከውጽኣ ጥራሕ ኢዩ ናይ ኩሉ ግዜ ጸሎተይን ሓሳበይን ኣብዚ ግዜ እዚ ካብ ስድራይ ዝኾነ ይኹን ሓገዝ ኣይነበረንን ምኽንያቱ ንሳቶም ውን እንተ ኮኑ ገንዘብ ስደዱለይ እንተ ኢለዮም ናብ ኣፍቃሪተይ ዝሰዶ ስለ ዝመስሎም ክሕግዙኒ ፍቓደኛታት ኣይነበሩን ስለዚ ፈትየ ጸሊኤ ዝኾነ ናይ ጉልበት ስራሕ ጀሚረ ገንዘብ ክዋህልል ተገደድኩ ነዊሕ ጻዕርን ድኻምን ሓሊፈ ካብ ናይ ስርሐይን ካብተን ንሻሂ ተባሂለ ዝወሃበን ዝነበርኩ ቁሩብ ገንዘብ ኣከብኩ። ተኾነ ግን ንናይ ባሕሪ ደኣ እምበር ካብቲ ዝነበርናዮ መኽዘን ከውጽእ ዝኽእል ኣይነበረን። ግን ከኣ ካብ ዝሓለፈ ግዝያት ንላዕሊ ተስፋይ ተሓዲሱ ካብቲ ዘላቶ ከውጽኣ ከም ዝኽእል ጥራሕ ሓበርቲኣ ክሰርሕ ከም ዘለኒ ምስ ነብሰይ ተማኸርኩ። ልዕሊ ዝኾነ ከኣ ደሃያ ክሓትት ናብቲ ካብ ሽረ ናብ ሊብያ ዘዝሳገረና ኣስጋሪ ኣድራሻ ክጠይቕ ጀመርኩ። ክፈልጥዎ ይኽእሉ እዮም ዝበልክዎም ሰባት እንዳሓተትኩ ጎኑ ጎኑ ከኣ ስርሐይን ትምህርተይ እንዳገበርኩ ሂወተይ ምምራሕ ቀጸልኩ። ኣድራሻ ናይቲ ኣስጋሪ ከኣ ብቕልጡፍ ረኸብኩ'ሞ ከይተዳናጎኹ ደዊለ ደሃይ ናይታ ምስኡ ዝገደፍክዋ ኣፍቃሪተይ ሓተትክዎ። ንሱ ከኣ ክሳዕ እቲ ምሳይ ዝነበረትሉ ግዜ ጽቡቕ እያ ነይራ ብድሕሪኡ ግን ናብ ሽረ ክምለስ ስለ ዝደለኹ፣ ነዊሕ ግዜ ከኣ ስለ ዝወሰደትለይ፣ ናብ ካልእ ሰብ ኣሰጋጊረያ ተመሊሰ። ሕጂ ዋላ ሓንቲ ዳህያ የብለይን። ብምባል ዓጸወኒ እሞ፣ ብተደጋጋሚ እንዳደወልኩ ኣድራሻ ናይቲ ዘስገረሉ ሰብ ክሓቶ ጀመርኩ። ብዙሕ ምስ ረበሽኩዎ ከኣ፣ ክኸፍለላ ከም ዝደለኹ ልማኖ ሓዊሰ ምስ ኣሸገርኩዎን ከኣ፣ ቁጽሪ ሞባይል ናይቲ ዘስገረሉ ሰብ ሃበኒ። ናብኡ እውን ደወልኩ እሞ፣ ሽማ ብምንጋር፣ ክራኽበኒ ከም ዝደሊ ከውጽኣ ከም ዝደለኹን ነገርክዎ። ንሱ ከኣ ሕጂ ክትዛረባ ኣይትኽእልኒ ኢኻ ባዕልኻ ድውለልካያ ኢሉ ኣብ እዝነይ ዓጸወኒ። ደጋጊመ እንተደዊለሉ ንዓኣ ገለ ንኸይገብራ ኢለ ስለ ዝፈራሕኩ እንዳተሻቐልኩ ባዕላ ክሳዕ ትድውለለይ ክጽበያ ተገዲደ። ድሕሪ ቁሩብ መዓልታት ከኣ ቁጽሪ ቀይሩ ደወለለይ እሞ ኣራኸበኒ። ሄሎ ዝብል ድምጻ ምስ ሰማዕኩ። ውሽጠይ ክኣምን ኣይከኣለን ልበይ ጠጠው ክብል ተፈሊጡኒ ንሳ ብተደጋጋሚ ሄሎ ሄሎ ክትብል ኣነ ዝብላ ጠፊኡኒ ዕንድ በልኩ ድሕሪ ነዊሕ ቃሊታት ከኣ ደራሪበ ከመይ ከም ዘላ ክሓታ ጀመርኩ እንዳተነኽነኸት ድማ ብሂወት ኣለኻ ተሻቂለ እኮ እየ ነይረ ኢላ ዘረባኣ ብምኽያት ኮነ ኣነ ከኣ ኣጆኺ ትንብዒ ሕጂ ቀሪብና ኢና ከውጻኪ እየ እንዳበልኩ ተስፋ ሃብኩዋ ካብ ቃላታ ተስፋ ዝቆረጸት እያ ትመስል እንኳዕ ንስኻ ብሰላም ኣተኻለይ እምበር ናተይ ነገርሲ ስቂልካዩ በጃኻ በለትኒ በጃኺ ኮሚት በሊ ክሳብ ሕጂ ዝደንጎኹኺ ምኽንያት ምኽንያት ስለ ዘለኒ እዩ ከምቲ ዝሓሰብኩዎ ስለ ዘይኮነለይ እምበር ረሲዐኪ ኣይኮንኩን ከምቲ ዝሓሰብናዮ ክኾነልና እዩ ብኣይ ተስፋ ኣይትቅበጺ ኢለ ደጋጊመ ነገርኩዋ ንዕላላ ከይጸገብኩዎ ካብ እዝንና መንጢሎም ትኸፍለላ እንተኾይንካ ክፈለላ ኣይኮነን ተዘየለ እቲ ዘላቶ ስቃይ እንዳገደደ እዩ ዝኸይድ ኢሉ ኣብ እዝነይ ዓጸዋ ድምጻ ሰሚዐ ዘላቶ ሂወት ምግማት ኣይሰኣንኩን ዋላ ተወሳኺ ስራሕ ሰሪሐ ለይትን ቀትርን ተጋዲለ ገንዘብ ክእክብ እየ ወሲነ ነዊሕ ኣይጽናሕኩን ከኣ ከምቲ ዝበሉኒ መጠን ገንዘብ ኣከብኩ ደዊለ ከኣ ገንዘቦም ክህቦም ከውጽዋ ሓተትክዎም ካብ ትጽቢተይ ወጻኢ ከኣ እቲ ገንዘብ እኹል ከምዘይኮነ ተወሳኺ ክኸፍል ከምዘለኒ ነገሩኒ በዚ ተስፋ ከይቀበጽኩ ድማ ኣጸቢቐ ኣጽኒዐ ድማ ሰራሕኩ። እቲ ዝበሉኒ ገንዘብ ኣእኪለ ቀልጢፈ ደወልኩሎም። ሕጂ'ውን እንተኾነ ብኡ ዕጉባት ኣይነበሩን። ኣነ ድማ በብዝበጻሕክዎ እባ ወስኽ ኣይትበሉኒ? ክሳዕ መዓስ ኢኹም? ክሳዕ መዓስ'የ ክውስኽከ? ኢለ ብሕርቃን ዝተሓወሶ ዘረባ ተዛረብክዎም። ኣምላኽ ሓጊዙኒ ከኣ በቲ ዝበልናካ ገንዘብ ቀልጢፍካ ናብቶም ዝበልናካ ሰባት የእትዎ። ከይደንጎኻ በሉኒ እሞ ተቐላጢፈ ትእዛዞም ፈጸምኩ። ብኡንብኡ ድማ ናይ ባሕሪ ጉዕዞኣ ክትጅምር ከፈልኩላ። ብሰላም ናብ ኢታሊ ክትኣቱ እሞ ደሃያ ክሰምዕ ብሃንቀውታ ተጸበኹዋ። መዓልታት ሓሊፉ ሞባይል ዝበሃል ስለ ዘይተደወለኒ ኣዝየ ክርበሽ ጀመርኩ። ኣብቲ ቅንያት እቲ ከኣ ምስኣ ዝተበገሱ ሰባት ክደላሊ ጀመርኩ። ቀኒዕኒ ድማ ሓደ ምስኣ ዝተጓዕዘ ሰብ ኣብ ካምፕ ምስኣ ዘሎ ረኸብክዎ። ከራኽበኒ ሓተትክዎ፣ ንሱ ድማ ሕጉስ ኰይኑ ክራኽበኒ ከም ዝኽእል ነገረኒ። ብድሕርዚ ከይዱ ረኺብዋ እኳ እንተ ዀነ፣ ንሳ ግን ንወልሓደ ሰብ ክትረክብ ከም ዘይትደሊ፣ ኣብ ሕማቕ ኵነታት ከም ዘላን ከም ዝነገረቶን ነገረኒ። ልበይ ተሸቢሩ፣ ገዲፈያ ስለ ዝመጻእኩዶ ናብ ካልእ ጓል ዝኸድኩ መሲልዋ ይኸውን? ወይስ ኣብዛ ዓዲ ምስ መጸት እያ ክትጠልመኒ ደልያ? እንዳበልኩ ክሓስብ ጀመርኩ። ብተደጋጋሚ ከኣ ሰባት ናብኣ እናለኣኽኩ ክረኽባ ፈተንኩ። ዝገደደ ግን ሞባይላ ተቐቢላ ድምጸይ ሰሚዓ ትዓጽወኒ ነበረት። እንታይ'የ በዲለያ? ወረገይ እንታይ'የ በዲለያ ሕጂ'ውን ዋላ ሓንቲ ክርድኣኒ ኣይከኣለን። ኣብ ካምፕ ትጸንሓሉ ግዜ የእኪላ ከም ኩሉ ስደተኛ ትደልዮ ዓዲ ክትመርጽ ተሓቲታ እታ ኣነ ዘለኹ ዓዲ ዘይኮነስ ካልእ ከም ዝመረጸት እቲ ምሳኣ ኣብ ካምፕ ዝነበረ ወዲ ነገረኒ። ትገብሮ ዘላ ነገር ዋላ ሓንቲ ክርድኣኒ ኣይከኣለን፣ እዚ ኩሉ ዋጋ ከፊለ ኣምጺኤያ። ሓሳባ ናበይ ናበይ እዩ ዘሎ ከንብብ ኣይከኣልኩን፣ ኮታ ፍቕረይ ንኸይትግንጸል ዝተዓጽወት መጽሓፍ ኮይናትኒ፣ ወይ ሓሳባ ኣይትነግረኒ፣ ወይ ሽግራ ኣይተፍልጠኒ፣ መንጎ መንጎ ኾንኩ። ኣብ ልዕሊ እዚ ወጻኢታት ዘውጻእክዎ ናይ መንግስቲ ቢል ብግቡእ ክኸፍል ስለ ዘይከኣልኩ፣ ብተወሳኺ ከኣ ካብ መንግስቲ ዝልቅሖ ዝነበርኩ ኣብ ግዘይ ክመልስ ብዘይምኽኣለይ፣ ሕቶ ካብ መንግስቲ ክቐርበለይ ጀመረ። ነቲ ዘቕረቡለይ ሕቶ ስለ ዘይመለስኩ ከኣ ካብ ስራሕ ተሰጎግኩ። ኣይጸናሕኩን ከኣ ዝነበረኒ ነጊፈ ካብ ገዛይ ተባሪረ ግዳም ሓደር ኮይነ ምንባረይ ቀጸልኩ። ድሕሪ ነዊሕ እዋን ስድራይ ብወረ ወረ ኣብ ከመይ ኩነታት ከም ዘለኹ ስለ ዝፈለጡ ደላልዮም ብምርካብ ዝተፈላለዩ ሓገዛት ክገብሩለይ ጀመሩ እሞ ካብቲ ዝነበርኩዎ ተላዒለ ከም ብሓድሽ ናብራይ ጀመርኩ ግን ሕጉስ ኣይነበርኩን ዘይተመለሰ ሕቶ ሒዘ ድማ ንዓመታት ደሃያ ከይረኸብኩ ሂወት ምምራሕ ቀጸልኩ ኩሉ ነገራት ሓሊፉ ኣብ ዝተረጋጋእኩሉ እዋን ኩሉ ዝተፈጥረ ነገር ክፈልጥ ስለ ዝደለኹ ናብቲ ትነብረሉ ዘላ ዓዲ ብባቡር ኣቕናዕኩ እሞ ዘላቶ ከባቢ ክሓትት ጀመርኩ። ድሕሪ ናይ ነዊሕ ሰዓታት ጉዕዞ ድማ ናብቲ ንሳ ትነብረሉ ዘላ እተስተብሃልኩሉ ገዛውቲ ኣቕኒዐ ናብ ገዛኣ ኣምራሕኩ። ሰንበት መዓልቲ ኢዩ ነይሩ፣ ንሳ'ውን ስራሕ ስለ ዘይነበራ ኣብ ገዛኣ ክረኽባ'የ ክኢለ። ማዕጾ ምስ ከፈተተትኒ ከኣ ዓይና ብንብዓት ኢዩ ዝመልኣ። ቅንዕ ኢላ ክትርእየኒ ኣይከኣለትን፣ ኣነ ድማ ኣብ ብርካ ብምውዳቕ እንታይ? እንታይ'የ በዲለ? ንገርኒ! ወይ ዘጉደልኩዎ እንተሎ? ኢለ እንዳነባዕኩ ክሓታ ጀመርኩ። ኣብ ሰዓት እዚ በቶም ዝሓበሩኒ ኣቢለ ዘላቶ ኩነታት ሓቲተ ስለ ዝነበርኩ ሓዳር ከም ዘይገበረት ምስ ወዲ ከም ዘይትቀራረብ ነጊሮምኒ ስለ ዝነበሩ ኣነ ውን ዶ ከይተረደኣኒ በዲለያ ይኸውን ኢለ ምስ ውሽጠይ እንዳተዘራረብኩ መሊሰ ኣብ ብርካ ብምድፋእ በደለይ ንገርኒ ናይ ቃንዛ ግዜይ ነዊሕኒ በጃኺ ንገርኒ ንሳ ግና ኢዳ ዘርጊሓ ኣተንሰኣትኒ። ኣብ ብርከይ ድማ ተደፍኣት። ኩሉ ኣብ ህይወታ ዝገበርኩዎ ጽቡቕ ነገር እንዳነገረት ከኣ ዋላ ሓንቲ ክፍኣት ከም ዘይብለይ ነገረትኒ። ክልቴና ብብርክና ተንበርኪኽና እናነባዕና ኩሉ ዝሓለፍኩዎ ሓደ ብሓደ ክነግራ ጀመርኩ። ብድሕሪኣ ህይወት ከም ዝሓሰብኩዎ ከም ዘይኮነትለይ፣ ንዓ ኢለ ገንዘብ ክእክብ ክብል፣ ኣብዚ ዒዳይ ኣትየ ግዳም ሓደር ዝኾንክዎ ካልኣይ ግዜ ስድራይ ሓጊዞምኒ ከም ዝተንሳእኩ ብሓፈሻስ እዛ ሕጂ ትርእየኒ ዘላ ብኽንደይ መስገደል ሓሊፈ ከም ዝኾንኩ ነገርክዋ። ካብቲ ዝነበርናዮ ብምትንሳእ ናብ ገዛ የእትያ ሻሂ ክተፍልሕ ናብዝን ናብትን እንዳበለት ንብዓት ኣየቋረጸትን። ተገዲሳ መግብን ሻሂን ብምቕራብ ክኣ ከተእንግደኒ ፈተነት። ኣነ ግና ኣብ ከምኡ ስለ ዘይነበርኩ ደጋጊመ ብኢዳ እንዳሓዝኩ ንዕንዶ ክፍል በጃኺ እታ ሓቂ እንተነጊርክኒ ልዕሊኡ ካልእ ዕረፍቲ የለን በልኩዋ። ቀጺለ ከኣ ኣነ ዘይፈልጦ ፍቕራዊ ዝምድና ጀሚርኪ ዲኺ? ብምባል ሓተትኩዋ። ንሳ ግን ብጀካይ ተፍቅሮን ትሓልየሉን ካልእ ከም ዘየለ ድሕሪ ምንጋር፣ ከምዚ ከተዕልል እንጸናሕካ ትሓልፍ ኢኻ ኢለ ኣይሓሰብኩን፣ እንተኾነ ግን ካብ ናትካ ዝኸበደ ህይወት የሕሊፈ ኣለኹ። ልዕሌኻ ዋጋ ዝኸፈለለይ ወልሓደ የለን፣ ይኹን እምበር ህይወት ከቢድ ፈተና ፈቲናትኒ። ኣብዚ ሕጂ እዋን ነቶም ኣብ ኤርትራ ዝነብሩ ስድራይ እምበር ንገዛእ ርእሰይ ኢለ ዝሓስቦ ሓሳብ የብለይን። ኩሉ ተስፋ ቀቢጹኒ። ንስኻ ገዲፍካኒ ምስ ከድካ ኣብቲ ቦታ ነዊሕ ኣይጸናሕኩን። እቲ ሒዝና ዝመጸ ኣስጋሪ ናብ ካልእ ሸይጥናዮ ከይዱ። እቲ ብድሕሪኡ ዝሓዘና ኣዝዩ ጨካን፣ ድንጋጸ ዘይብሉ እዩ ነይሩ። ገንዘቡ ክንከፍሎ ብምባል ብተደጋጋሚ ክቐጥቅጠና ንስኹም ንዓይ ሓንቲ ኣይትጠቕሙንን ኢኹም። ገንዘብኩም እዩ ዘገድሰኒ እንዳበለ ምስ ኣሳቐየና ኩሎም ምሳይ ዝነበሩ ቀልጢፎም ከፍ ኢሎም ወጺኦም። ኣነ ግን ከምቲ ትፈልጠኒ ክድውለሉ ዝኽእል ሰብ ስለ ዘይነበረኒ መፍትኡ ኮይነ'የ ተሪፈ። ካብቲ ዝነበርኩዎ ቦታ ኣውጺኡ ናብ ገዝኡ ብምውሳድ ሰራሒት መግቢ ኣፍላሒት ሻሂ ገበረኒ። ኣብዚ ግዜ'ዚ ከኣ ዝፈልጦን ዘይፈልጦን መስተ ብሓይሊ እናስተየ ከጋህሰኒ ከሳቕየኒ ጀመረ። ድሕሪ ናይ ነዊሕ ቃንዛን ስቅያትን ግዜ ድማ ንሰኻ ደው ኢልካ ከፊልካ ኣውጺእካኒ። ንጣልያን ድማ ኣተኹ። ኣብ ጣልያን እቶም ዝተቐበሉኒ ጸዓዱ ኩሉ ዓይነት ናይ ጥዕና መርመራ ምስ ገበሩልና ከኣ ኣብ ደመይ ኤች ኣይቪ ኤድስ ከም ዘለን ነገሩኒ። በዚ ምኽንያት ድማ ንዓኻ ክረኽበካ ኣይደለኹን። ክረኽበካ ኢለ ተስፋ ዝገበርኩዎ ብሓንሳብ ሰኣንኩዎ። ትጽበየኒ ከም ዘለኻ ስለ ዝፈልጥ ከጉህየካ ዝኽእል ሓሳብ ሒዘልካ ክመጽእ ኣይደለኹን። እንተ ረኺበካ ከኣ እቲ ንሓስቦ ዝነበርና ክትገብሮ ኢልካ ተስፋ ከም ትገብር ስለ ዝፈለጥኩ ልበይ እንዳ ጓህያየ ምስ ብዝሒ ናፍቖተይ ስቕ ክብል መረጽኩ። ረኺበካ ካብ ዝጎድኣካ ጠሊማትኒ ኢልካ ክትሓስብ ዝሓይሽ ኮይኑ ተሰሚዕኒ። ዋላ እኳ ልዕሊ ዓቕመይ እንተ ነበረ ስለ ዝፈትወካ ግን ክሕመካ ኣይደለኹን። ኣብዚ ሕጂ እዋን ከኣ ንዓኻ እንዳ ሓሰብኩ ናብ ካልእ ከይጠመትኩ ምስ ቃንዛ ይነብር ኣለኹ። ንስኻ ግን እሙን ኣፍቃሪ ኢኻ። ዋላ ነዊሕ ዓመታት ይግበር እምበር ነዊሕ ጉዕዞ ተጓዒዝካ መጺኻኒ ኣነ ግን ከምቲ ዝገደፍካኒ ኣይጸናሕኩኻን ምሳኻ ክኸውን ወላ እኳ እንተደለኹ ግን ከኣ ኣይከውንን'ዩ ድሕሪ ግዜ መድሃኒት እንተተረኽበ ኢለ ስለ ዝሓስብ ናብ ካልኦት ኣይጠመትኩን ሕጂ ከኣ ንዓኻ ትመስል ረኺብካ ሂወትካ እንተመስሪትካ ሕጉስቲ'የ ንኣይ ክትብል ኣይትቀንዞ ንኸይትቕንዞ ኢለ'የ ካባኻ ርሒቐ እምበር ስለ ዘይደልየካ ኣይኮንኩን እንዳበለት ዝርንሳሕ ነበዐት ዘሕለፈቶ ሂወታን ጭንቀታን ርእየ ምስ ኣተቖንዘኹ። የእዳወይ ሒዘ ከኣ ኣነ ብጀጋኣ ካልእ ከም ዘይደሊ ብዛዕባ እቲ ኩነታት ንዶካትር ከነማኽር መፍትሒ እንተ ሃልይዎ ጽቡቕ እንተ ዘይኮይኑ ዝመጸ ይምጻእ ካብኣ ከም ዘይፍለ ነገርክዋ። ክኸውን ኣይክእልን'ዩ ቅድሜኻ ኣነ ዶካትር ሓይቲ'የ መከላኸል እንዳ ገበርካ ክንበር ከም ዝከኣል ብዛዕባ ቆልዓ እንተ ኮይኑ ከኣ ብላባራቶሪ ከም ዝከኣል ነጊሮምኒ እዮም እዚ ግን ንዓኻ ዘየሕጉስ ስለ ዝኾነ'የ ዘይተቐበልኩዎ በለትኒ። ምስ ኣፍቃሪተይ ድማ ክልተ መዓልቲ ድሕሪ ምጽናሕ ከም ኣሕዋት እንዳተበጻጻሕና ሰላማዊ ዝኾነ ሂወት ክንነብር ነጊራ ኣፋነወትኒ። እዚ ሓሳብ ካብ ርእሰይ ከውጽኦ ኣይከኣልኩን። ኣብዚ ዝማዕበለ ዘመን ዝኾነ ሕክምናዊ ሜላ ኣይሰኣን'ዩ ኢለ ስለ ዝሓሰብኩ ንብዙሓት ደኳትር ከማኽር ጀመርኩ። ንሳቶም እውን እንተኾኑ ክሳዕ ሕጂ ተበጺሑ ዘሎ ምዕባለ ብመከላኸሊ ክንራኽብ ከም ንኽእል ጉዳይ ውላድ ከኣ ብላባራቶሪ ዘርኢ ካባይ ብምውሳድ ኣብ ማህጸና ክፈሪ ከምዝኽእል ከምኡውን እቶም ዝውለዱ ዕሸላት ካብቲ ሕማም ነጻ ክኾኑ ከምዝኽእሉ ነጊሮምኒ ኣለዉ። ዋላ እኳ ብሰንኪ እዚ ሕማም መልክዓ ይኹን ቁመናኣ ከም ቀደሙ እንተዘይኮነ ኣነ ግን ምሳኣ ክነብር እየ ዝደሊ ብልቢ እየ ዘፍቅራ ስለዚ የሕዋተየ ዘለኹዎ ኩነታት ይርዳእኩም ይኸውን። ከም ሓሳብ ናይ ሕክምና ክገብር ዶ ምሳኣ ክውስን ዋላስ ከምቲ ንሳ ዝበለትኒ ከም ሓዋ ኮይነ ክቅጽል እንታይ እዩ ዝሓይሽ እንታይ ተማኽሩኒ እንዳበልኩ ምስ ንብዓተይ ንሕቶይ ናባኹም የቅርቦ የቀኔለይ።